ሰላም ሰላም ሽኮሪናታት ኣሕዋተይ ኣብ ኩሉ ኩርናዓት ዓለም እትርከቡ ሰላምኩም ብዝሕ ይበለለይ ኣነ እግዚኣብሄር ይመስገን ጽቡቅ ኣለኹ ንስኹም ድማ ጽቡቅ ክትህልዉ በዓል ምሉእ ተስፋ እየ እንኳ ደሓን መጻኹም ናብ ቻነለይ እንዳበልኩ ንሎሚ ድማ ሓጻርን ጠቓሚትን እያ ዝበልክዋ ቪድዮ ሒዘልኩም መጽየ ኣለኹ። ክቡራት የሕዋተይ እምበኣርከስ ናይ ሎመዓንቲ ቪድዮ ልክዕ ከምቲ ኣብቲ ኣርእስቲ ዝረኣኹሞ ሓንቲ ጓል ኣንሰይቲ መዓስን ከመይን ኣብቲ ዝደለየቶ ግዜ ክትጠንስ ከምትኽእል ተርኢ ቪድዮ እያ ክትከውን ማለት እዩ። እዚ ክንብል ከሎና ግን ጥንሲ ማለት ውላድ ማለት እዩ፣ ውላድ ድማ ከምቲ ንፈልጦ ኩሉ ግዜ ካብ እዝግኣብሄር ምዃኑ ንስሕቶ ነገር ኣይኮነን፣ ኮይኑ ግን ኣብቲ ትሕቲ እዝግኣብሄር ድማ ሳይነስ ዝብልዎን ወይ ድማ እቶም ተመራመርቲ ዝብልዎ ድማ ሓንቲ ጓል ኣንሰይቲ ክትጠንስ እንተድኣ ኮይና ምስቲ ወርሓዊ ጽግያታ ዝተተሓሓዘ ስለዝኾነ ከምኡ ኮይኑ ድማ እቲ ትጠንሰሉ እዋን ኣብቲ ውሽጢ ወርሒ ዘሎ ሓፂር ስለ ዝኾነ ነዚ ኣብ ውሽጢ ወርሒ ዘሎ ኣብቲ መንጎ ወርሓዊ ፅግያት ዝመፃናን ኣብቲ መንጎ ወርሓዊ ፅግያት ዘይመፃናን ዘሎ ግዜታት መዓስን ከመይን ጥንሲ ክትሕዝ ከም ትኽእል ዘረድእ ነገራት ንእሽተይ ዝፈልጣ ዓቕመይ ከካፍለኩም'የ፣ ሓቢርኩም ምሳይ ክትጸንሑ ድማ ብኽብሪ ይዕድመኩም ማለት'ዩ። ካልእ ሽኮሪናታት ኣሕዋተይ ብዛዕባ ወርሓዊ ጽግያት ሓደ ሓደ ዘጋጥም ሽግራት ብዙሕ ብዙሕ ዝሓተትክናኒ ሕቶ ኣሎ። ኣብ ዝመጽእ ሰሙን ብቪድዮ ሒዘልክን ክመጽእ ፍቓድ ኣምላኽ ይኹን። ኣብዚ ሰዓት እዚ ግን ንእሽተይ ቁሩብ ስለ ዝተጸላኣኒ ጽቡቕ ገይረ ቪድዮ ክሰርሓልክን ኣይከኣልኩን። እዛ ዝሰርሓ ዘለኹ ቪድዮ እውን ናይ ቅድሚ ሕጂ ኣቀዲመ ዝሰራሕክዋ ስለ ዝኮነት እየ ሕጂ ዘቅርበልክን ዘለኩ ማለት እዩ። እምበኣርከስ እዛ ሓጻር ቪድዮ ሓንቲ ጓል ኣንሰይቲ ብኸመይን መዓስን ብቕልጡፍ ጥንሲ ክትሕዝ ትኽእል ዝብል ተመራመርቲ ዘጽንዕዎ ኮይኑ ብፍላይ ድማ ነተን ኣብ ሓዳር ዘለኽንን ከምኡውን ኣብ ኩፕል ዘለኽን በዓል ቤትክን ብስራሕ ኣጋጣሚ ድዩ ብመገሻ ኣብ ገዛ ኩሉ ግዜ ምሳኽን ምስ ዘይህሉ፣ ዋላ እኳ እቲ ወዲ ተባዕታይ ስጋዊ ርክብ ኣብ ዝፈጸመሉ ግዜ ፍረ ከፍሪ ይኽእል እንተኾነ፣ እታ ጓል ኣንሰይቲ ግን እቲ ናታ ፍረ ወይ ድማ እንቋቑሖ፣ ኣብ ውሽጢ ወርሒ ዘሎ ናይ ጥንሲ ትሕዘሉ መዓልታት ሓጺርን ዝተወሰነን ግዜ ስለ ዝኾነ፣ ካብቲ ወርሓዊ ጽግያት ዝመጻሉ መዓልቲ ቆጺራ፣ በዚ ዝስዕብ መዓልታት ኣብቲ ናታ እንቋቑሖ ዝዳለወሉ መዓልቲ ስጋዊ ርክብ እንተድኣ ፈጺማ ጥንሲ ንኽትሕዝ ዝለዓለ ዕድል ትረክብ ማለት እዩ። መጀመርያ ሓንቲ ጓል ኣንሰይቲ ጥንሲ ንኽትሕዝ ምስ ትሓስብ መጀመርያ መጀመርያ እቲ ወርሓዊ ጽግያት ዝመጻሉ ግዜ ወይ ድማ እቲ ዝውድኣሉ ክትምዝግቦ ኣዝዩ ኣገዳሲ እዩ። ምኽንያቱ ምስኡ ዝተኣሳሰረ ስለ ዝኾነን ከምኡውን ጥንሲ መበገሲኡ ካብቲ ወርሓዊ ጽግያት ዝመጽኣሉ ጀሚሩ ክሳብ እቲ ናታ እንቋቑሖ ዝፈርየሉ መዓልቲ ንምፍላጥ ስለ ዝሕግዘና ማለት እዩ። ከምኡውን ናይ ኩለን ደቀንስትዮ ወርሓዊ ጽግያት ዝመጽኣሉ መዓልቲ ዝተፈላለየ ስለ ዝኾነ፣ ገሊኤን ደቂ ኣንስትዮ ወርሓዊ ጽግያት ኣብ ሰለስተ መዓልቲ ክውድኣ ከለዋ፣ ገሊኤን ድማ ኣብ ሓሙሽተ ወይ ድማ ኣብ ሸውዓተ መዓልቲ ይውድኣ እየን። ከምኡውን ሓደ ሓደ ደቂ ኣንስትዮ ቀልጢፉ ዝመጸን ኣብ ዕስራን ኣርባዕተን መዓልቲ ክኸውን ከሎ፣ ንሓደ ሓደ ድማ ኣብ ዕስራን ሸሞንተን ወይ ደንጉዩ ዝመጸን ድማ ኣብ ሰላሳን ክልተን መዓልቲ ክመጸን ይረኣ እዩ። እምበኣርከስ ክልተ ተቓራኒ ጾታታት ስጋዊ ርክብ ብምፍጻም ካብቲ ርክብ ዝፈጸሙሉ ጀሚሩ እቲ ዘርኢ ናይ ወዲ ተባዕታይ ኣብ ውሽጢ ማህጸን ናይታ ጓል ኣንሰይቲ ንኣስታት ሽዱሽተ መዓልቲ ዝኸውን ብዘይ ሓደ ጸገም ክጸንሕ ይኽእል እዩ። እቲ ፍረ ናይ ወዲ ተባዕታይ ሽዱሽተ መዓልቲ ኣብ ማህጸን ብምጽናሕ፣ ወይ ኣብ ዝኾነ መዓልቲ ርክብ ብምፍጻም እቲ ናይ ጓል ኣንሰይቲ እንቋቑሖ ድሉው እንተድኣ ኮይኑ ፈንጢሱ ብምእታው ከምኡ'ውን ምስቲ ዘርኢ ናይታ ጓል ኣንሰይቲ ብምትሕውዋስ ጥንሲ ይፍጠር ማለት እዩ። እንቋቑሖ ናይታ ጓል ኣንሰይቲ ካብ ዝፈርየሉ ጀሚሩ ንዕስራን ኣርባዕተን ሰዓታት ወይ ድማ ንኽልተ መዓልቲ ጥራይ ኣብ ማህጸን ስለ ዝጸንሕ፣ ቀልጢፋ ጥንሲ ንምሓዝ ብዝተኻእለ ክልተ ወይ ድማ ሰለስተ መዓልቲ ዝኸውን ኣቐዲማ ርክብ ክትፍጽም ይግባእ። እምበኣርከስ ኣገዳሲ ሕቶ ኽንፈልጦ ዘለና እቲ ፍረ እንቋቑሖ ናይ ጓል ኣንሰይቲ ድሉው ዝኾነሉ መዓልቲ መዓስ እዩ? ወይ ድማ ብኸመይ ክንፈልጦ ንኽእል? ቅልል ብዝበለ ልክዕ ከምዚ ንርእዮ ዘለና ብስእሊ ይመስል። ኩለን ደቀንስትዮ ወርሓዊ ጽግያተን ኣብ ዝተፈላለየ መዓልታት እኳ ዝውድእ እንተኾነ ወይ ድማ ዝጸርፈለን እንተኾነ ሎመዓንቲ ግን ንኣብነት ሓንቲ ጓል ኣንሰይቲ ኣብ ሓሙሽተ መዓልቲ ይጸርፈላ ኢልና ንሕሰቦ። ካብ ዕለት ሓደ ክሳብ ዕለት ሓሙሽተ ዘሎ መዓልታት ናይ ወርሓዊ ጽግያት ግዜ እዩ። ንኣብነት ዕለት ዓሰርተ እንተኾይኑ ድማ ካብ ዕለት ዓሰርተ ክሳብ ዓሰርተ ሓሙሽተ ዘሎ መዓልታት ናይ ወርሓዊ ጽግያት ግዜ እዩ ማለት እዩ። እምበኣርከስ ካብ ዕለት ሓደ ክሳብ ሓሙሽተ ናይ ወርሓዊ ጽግያት ግዜ ክኸውን ከሎ፣ ካብ ሽዱሽተ ክሳብ ሸሞንተ ዘሎ ዕለት ድማ ዋላኳ ስጋዊ ርክብ እንተ ፈጸመት ጥንሲ ኣየጋጥማን እዩ ወይ ድማ ናይ ጥንሲ ዕድል ዜሮ እዩ ማለት እዩ። ካብ ትሽዓተ ክሳብ ዓሰርተ ሽዱሽተ ዘሎ መዓልታት ድማ ናይ ጥንሲ ዘጋጥመሉ ግዜታት እዩ። ካብ ትሽዓተ ክሳብ ዓሰርተ ኣርባዕተ ዘሎ ናይ ጥንሲ መዓልታት ግን ክንርድኦ ዘለና ነገር ኣሎ። ካብ ትሽዓተ ክሳብ ዓሰርተ ኣርባዕተ ዘሎ መዓልቲ ክትጥንስ ትኽእል ከይትጠንስ ውን ትኽእል እያ። ካብ ዓሰርተ ኣርባዕተ ክሳብ ዓሰርተ ሽዱሽተ ዘሎ መዓልታት ግን እቲ እንቋቑሖ ናይ ጓል ኣንሰይቲ ድሉው ስለዝኾነ፣ ድሉው ዝኾነሉ መዓልቲ ስለ ዝኾነ ሚእቲ ፐርሰንት ናይ ጥንሲ ዕድል ኣለዋ ማለት እዩ። እቲ እንቋቑሖ ናይታ ጓል ኣንሰይቲ ክልተ መዓልቲ ኣብ ማህጸን ክጸንሕ ስለ ዝኽእል እዩ ድማ ቅድሚ እዘን ክልተ መዓልታት ወይ ድማ ኣብተን ውሽጢ ክልተ መዓልቲ ርክብ ምስ እትፍጽም ቀልጢፋ ጥንሲ ንምሓዝ ብዙሕ ዕድል ኣለዋ ማለት እዩ። ናይ መጨረሽታ ካብ ዕለት ዓሰርተ ሸውዓተ ንንዮው ዘሎ መዓልቲ ወይ ድማ ካብ ዓሰርተ ሸውዓተ ክሳብ መወዳእታ ዘሎ መዓልቲ እቲ እንቋቑሖ ናይታ ጓል ኣንሰይቲ ምስቲ ኣስዒቡ ዝመጽእ ወርሓዊ ጽግያት ተተሓሒዙ ክኸይድ ስለ ዝኾነ ናይ ጥንሲ ዕድላታ ነጋቲፍ እዩ ማለት እዩ። ወይ ድማ ክትጠንስ ኣይትኽእልን እያ ይብሉ ተመራመርቲ። እምበኣርከስ ኩቡራት ተኸታተልቲ ናይ ሎሚ መደብ ከምዚ ይመስል፣ ነዛ ቪድዮ ክሰርሓልክን ዝሓተትክናኒ ተመሊስልክን ክኸውን በዓል ምሉእ ተስፋየ፣ ከምእውን፣ ነተን ኣብ መላእ ዓለም ዘለኽን ደቂ ሄዋን ውላድ ትጽበያ ዘለኽን ደቂ ኣንስትዮ፣ ኣምላኽ ከምቲ ናይ ሳራ ማህጸን ዝኸፈተ ከምኡ ውን ናይ ኩለን ደቂ ሄዋን ማህጸን ክኸፍተልክን ይምነ። ዝኾነ ርእይቶ ወይ ድማ ሕቶ እንተ ደኣ ሃሊኩም ዓቅመይ ዝኾነ ክምልሰልኩም ደስ እናበለኒ እዩ። ኦኬ ሽኮሪናታት እምበኣርከስ ናይ ሎማዓንቲ ቪድዮ ከምዚኣ ትመስል ኣይ ሆፕ ፈቲኹማ ክትኮኑ ተስፋ ይገብር ድሕሪ ፈቲኹማ ላይክ ምግባር ኣይትረስዑ ከምኡ ውን ንመሓዙትና ንክትበጽሖም ሼር ንግበራ። ስለ ምክትታልኩም ኣዝየ ካብ ልቢ የመስግነኩም። ኣብ ቀጻሊ ብጠቓሚ ዝበልክዎ ቪድዮ ሒዘልኩም ክሳብ ዝመጽእ ሰሰናዩን ጠጥዑሙን ይምነየልኩም። ኣኣብ ዘለኹሞ ሰላምን ጥዕና እንዳተመነኹ ቻው ቻው።